ግደፉ እንዳበልና ኢና መጺእና ግደፉ እንዳበልና መጺእና ኢና ኣጠቓላሊ ኣብዚ ሕዚ ሰዓት ዘሎ መንገዲ ግን እቲ ሰራዊት ንባዕሉ ክፃወሮም ኣይከኣለን ክፃወሮም ኣይከኣለን ክፃወሮም ኣይከኣለን ያው ሕጂ እውን መጠንቀቕያ ሂቦም ዘሎ ሰራዊት ሰራዊት ብጉንዱ ሰላም ሰልፊ ክወፅእ ይግባእን ግን ሕጂ ክንግንዘቦ ተለና ካብ ዓቕሞም ላዕሊ ኮይኑ ተጋደልቲ እውን ካብ ዓቕሞም ላዕሊ ኮይኑዎም ዝተወሰኑ ዘይኮነ ኣጀንዳ ሒዞም ዝኣተው ሰባት ኣለው እቲ ኣብዛሓኛ ዝወፀ ግን ኣጀንዳ ንፁር ገይሩ እዩ ኣጀንዱ ንፁር ገይሩ እዩ ንሕና ጠማጣሚ ኣይኮና ንደለ ዘለና ዝተፈናቐለ ህዝብና ይመለስ፣ ዝብላዕ ዘሎ ህዝብና ናብ ቦቲ ይመለስ፣ መሬትና ኣምልስ፣ ዘይትመርሕ ተኾንካ ውረድ ካብ ስልጣንካ እዩ ዝበሃል ዘሎ። እዚኣ እንተዘይኮይና ከዓኒ ወይለኻ ኣብ ካልኣይ መዓልቲ ኣብ ካልኣይ ግዜ ክንራኸብ ተለና ብካሊእ መንገዲ ኢና ክንራኸብ እዩ ዘሎ እቲ ህዝቢ ሰራዊት ትክክለኛ ጥያቄ እዩ ናይቶም ሓደ ሓደ ገዲፍና ማለት እዩ ኣብዚ ሕጂ ሰዓት ኩሎም ኣዘራሪብና ረኪብና ኢና በቃ ዛሁና መልሲ እውን እዚ እዩ

ታይ ትመርሐናና መን ኻዩ ዝበሃል ዘሎ መን ኻ እዚ ጉዳይ እዚ ከኣኒ ኣነ እዚ ከስምረሉ ኣነ ክልተ ዓመት ሙሉ ደምስ ካብ ዘውፅእ ደፍዲፈሉ እየ ብኣደባባይ ይዛረብ ነረ ኣነ እዛ ጉዳይ እዚኣ ተሓሊፋ ክትመፅእ ትኽእል ነገር ከባድ ክትከውን እያ ተጠያቂ ተኾሚን ኢልና ኢና ሕጂ እውን ናይዚ ጉዳይ እዚ ተጠያቂ መን እዩ ህወሓት ግዜያዊ መንግስቲ መን እዩ ኣመራራሕ ሰራዊት መን እዩ ሓላፍነት ወሲዱ ነዝሒ ተፈጢሩ ዘሎ ሽግር ክምልስ ዝኽእል ኣካል ብቕልጡፍ ተለይሉ ይፈለጥ፣ ተለይሉ ይወሃብ። ከም ናይ ቅድሚ ሕጂ ዕኒን ኢልካ ኣይሕለፍን። ኣብ ጎኒ ሰራዊት ኣለና። ሰራዊትና ብደንቢ ኣግባብ ክንመርሖ ኢና ንሕና። ብኣግባቡ ድማ እቲ ክግበር ዝግበኦ ነገር ክግበር እዩ ሕጂ። ልክዕ ከም ናይ ሱዳን ከም ናይ ቡርኪናፋሶ ክነካይዳ ኢና። ክነካይዳ ኢና ክነካይዳ ምዃንና ፈሊጥኩም ቅድሚ ምንቅ- ቅድሚ ምዃና ቅድሚ ናብዛ ጉዳይ እዚኣ ምእታውና ተለይኩም ናይ ትግራይ ሕቶና መልሲ ተለይኩም መልሱ ህዝቢ ትግራይ ካብዚ ብምብላዕ ብሕማም መድሓኒት ኢሉ ካብ ምሟት ኣብ ተይንዳ ብፀሓይ ብቁሪ ካብ ምሟት

ካሊእ ነገር ክፍጠር እዩ ሕጂ እውን ቅድሚ ናብዚኣ ምእታውና ተለይሎም ስሕተቶም ኣስተኻኺሎም ቀልጢፎም ካብቲ ጅዋጅው ወፅዮም ካብቲ ሓሶት ካብቲ ምልኻዕ ወፅዮም ትክክለኛ ንህዝቢ ትግራይ ይምርሕዎ እቲ ዝነበረ ጌጋ ሕጂ ካሊእ ወሬ እንደልን ንሕና ካሊእ ወሬ እንደልን ካሊእ ዝኾነ ዝኾነ ግዜ ከሳግር ዝኽእል ዘረባ ካብ ሕጂ ተቐባልነት የብሉን። ኣብዛ ጉዳይ እዚኣ ተለይሎም ኣብዛ ውህጅ ሰሙን እዚኣ ኣብዛ ውህጅ ሰሙን እዚኣ ግዜያዊ መንግስቲ ተኣጊዱ ህወሓት ስልጣኑ መሊሱ ተለይሉ ግዝኣታዊ ናይ ትግራይ መሬት ክምልስ መዓልትን ግዜን ይንገረና ተለይሉ ይንገረና። ካሊእ ሰዓካሬ ተባሂሉ እውን ህዝቢ ትግራይ ህዝቢ መቐለ ዝወፅ ዘሎ መንእሰይ መቐለ ዝወፅ ዘሎ ሰላም ሰልፊ ገንዘብና ሽዱሽተ ወርሒ ሽዱሽተ ዓመት ተዓቂሩ ካብኣቶም ሓደ ያነ ጉድ ስምዑለይ እቲ ገንዘብ መን እዩ ዝበልዐ ዘሎ እዚኣ እውን ቀልጢፋ መፍትሒ ትረክበ ኣለዋ ብሓፂሩ ግን ኣፍታሕ እዩ ዝኘቶ ኢቲ ሰራዊት ትግራይ ዘሕለፋ መልእኽቲ ኣብዚ ሓፃር መዓልቲ እዚኣ ተግባራዊ ተዘይገርማ ጉድ ካብ ባዕሎም ንማንም ኣይምሕርን ዝመፅ ዘሎ ሓዊ ብፀላእቲ ሃው ክንብላዕ ንሕና መራሕቲ በሊዕታ በሊዕና በዓልትና መራሕቲ ኣቋቂምና ትግራይ ክንመርሓ ኢና ህዝቢ ትግራይ ብዝፈቅዶ ህዝቢ ትግራይ ብዝኣዘዘና መንገዲ ክንከይድ ከም ንኽእል ምንም ጥርጥር የብሉን ሰራዊትና ህዝቢ ትግራይ ፍልልይ የብሉን። ጥያቄኦም ሓደ እዩ። ጣቕማ ጣቕሚ ዝበለ ሓደ ሓደ ዕሱባት ሓደ ሓደ ብገንዘብ ተገዚኦም ናብቲ ሰርግ ዝኣተዉ ንስኻ መንኻ ንስኻ ንዚኻ ግዛእና ዝበሃል ዘረባ እዚ ናይቶም ወንጀላታቶም ሕጊ ክጥየቑ እዮም። ኣጠቓላሊ ከም ፈይናሽ ከም ሰራዊት ትግራይ ዝተጠየቐ ጥያቄ ግን ቅድሚ ጥባቕ ማጣቕሚ ምኽባርና መጀመርያ ግዛእታዊ ሓድነትና ይመለስ ዝመውት ዘሎ ህዝብና ናብ ቦትኡ ይመለስ እዩ ዘሎ ድሕሪ እዚ ብዛዕባ ጣብያ ጣብያ ሽዑ ንዛረበሉ ትኽክል ዘረባ እዩ ኣርባዕተ ነጥቢ እዩ ነዚ ኢና ንሕና እውን ክንቃለ ፀኒሕና እስካብ ሕጂ ክንቃለሰሉ ዝፀናሕና እንኳዕ ኣብዚ ፍረ እዚ በፅሐ ኣነ ቅድሚ ሕጂ እንዳጠንቀቑ እኮ መፅየ የጠንቀቑ እውን ፀኒሐ እየ ግደፉ ተባሂሎም እዮም ኢዛ ትግበር ዘላ ኣብ ኣዲስ ኣበባ እንዳመፃኻ ጅዋ ጅዋ ትስራሕ ንህዝቢ ትግራይ እንዳሸጥካ ብዶላር ይኹን ብብር ብገዛ ንህዝቢ ትግራይ እንዳሸጥካ ትነብረሉ ነ- መናብሮ ይኣኽለካ ይኣክለካ ይኣክል ካብ ሕጂ በቃ በቃ ካብ ሕጂ እንተዘይ ኮይና ግን ውርድ ካብ ባዕልኹም ውርድ ካብ ባዕልኹም ውርድ ካብ ባዕልኹም ኣይኮነን ኣብ ትግራይ ዘሎ ኣብ ኣዲስ ኣበባ ዘሎ እውን ስሒና ክንወስዶ ከም ንኽእል እንተዘይክልና ክንገብሮ ንኽእል ድማ ክንገብር ኢና እንደገና ንህዝቢ ትግራይ ብፍፁም ፀገም ብዘይኸውን መንገዲ እርምጃ ክውሰድ እዩ ሕጂ እውን ኣብዚኣ ኣነ ከምዚ እየ ኣነ ከምዚ ክገብር እየ እዚ ከምዚ ዓዘፍዘፍ ዘረባ ዘይኮነ ወሬ ኣይንሰምዕን ኣይንሰምዕን ኣይንሰምዕን ከም ሰራዊት እየ ዘረብኩም ዘለኹ ከም ህዝቢ እየ ዘረብኩም ዘለኹ ካብ ሕጂ ከምዚ ዓይነት ተፃወርነት የብላን ኣብቂ እዩ ኣብቂ እዩ ዝኾነ ይኹን መራሒ ሕይ እውን ሓንቲ ዕድል ኣላ እታ ዕድል ክጥቀሙላ ተኸኢሎም ኣብዛ ዝበልክዋ እስካብ ዓሰርተ ሓሙሽተ ጥቅምትን ተነዊሓ እስካብ ዕስራ ጥቅምትን ተለይሎም ንባዕሎም ተመዓራርዮም እቲ ዝግበር መንገዲ ገይሮም ተለይሎም ሕቶ ናይ ሰራዊት ኮነ ሕቶ ናይ ህዝቢ እንተዘይመሊሶም ኣብ ካልኣይ ዙር ብኸመይ ከም ንራኸብ ክፈልጡ ኣለዎም። እዚ ተጸጊዕኻ እከለ እዩ እከለ እዩ እከለ እዩ እንዳበልካ ፍጹም እዚ ክሕልፍ ኣይኽእልን። ኣብዚ ጉዳይ እዚ ክንሓልፎ ዘይግበአና ውድብ ህወሓት ተሎ ኢሉ ነዚ ጉዳይ እዚ መልሲ እንተዘይሂቡ ኣብዚ ጉዳይ እዚ ዋና በዓል ሽግር ህወሓት ምዃኑ ክፍለጥ ዘለዎ ኣካቲቱ እቲ ግዜያዊ መንግስቲ ክሒዱ ንህዝቢ ትግራይ ንሱ ዝገብሮ ዘሎ መንገዲ ህዝቢ ትግራይ እንዳሸጠ ህዝቢ ትግራይ ብምጭርባር ብምትላል ኣብ ዘይኮነ ዕንኪሊል የእትይዎ ኣብ ትግራይ ዝተገበረ ንወዲያው ኣዲስ ኣበባ ከይዱ ሹኽ እንዳበለ እዚ ይግበር ኣሎ እንዳበለ ከም ሰቡ ጃከት ተኸዲኑ ሰብ መሲሉ ንህዝቢ ትግራይ ኣነ ዝመርሐካ ከምዚ እንዳገበረ እንዳታለለ ውሽጡ ቂም ጸሊም ቂምን ውሽጡ ሕሩር ጽልም ኮይኑ ንህዝቢ ትግራይ ከም ተመን ክነድፎ ንርኢ ኣለና። ከም ተመን ህዝቢ ትግራይ ደ- ይነድፎ ኣሎ። ተልእኾኡ ግን ካብ ኣዲስ ኣበባ እዩ። ተልእኾኡ ካብ ኣዲስ ኣበባ እዩ። እዚ ጉዳይ እዚ ተለይሉ ከቋርፅ ኣለዎ ተለይሉ ክእገድ ኣለዎ እንተዘይኮይኑ እውን እስካብ ዝግበር ወዲ ወረደ ኣዲስ ኣበባ ዝበሃል ከይረግፅ ተለይልኩም ስ- መራሕቲ ሰራዊት ኮነ መራሕቲ ህወሓት ተለይልኩም ተረባሪብኩም ቀልጢፉ ነዚ ጉዳይ እዚ ቀልጢፍኩም ነዚ ጉዳይ እዚ መልስ ኣብሉ ተለይልኩም ኣብዚ ተወሳኺ ሓራ መሬት ዝበሃል እውን ተነጊርወን ወዲያው ሎማዓንቲ መግለፂ ወፂኡ ኣሎ ኣብ ህዝብና ዝብል እዚ ብግዜያዊ መንግስቲ ዝተመለ- ዝተመወለ ግዜያዊ መንግስቲ ዝመርሖ ኣካል ስለ ዝኾነ ግዜያዊ መንግስቲ ተለይሉ ኢዱ ስሒቡ እንተዘይኮይኑ ካብ ወዲ ወረደ ጀሚሩ ኣብ ቁፅር ክውዕሉ ኣለዎ ከምዚ ዝበሃል ዘረባ ካብ ሕጂ ኣይሰርሕን እዚኣ እንተዘይኮይና ግን እታ ዝበልናያ ተግባራዊ ክትኮን ከም ትኽእል ምንም ጥርጥር የብሉን። ንጥይት ዘይፈራሕና፣ ንሞት ዘይፈራሕና፣ ንጀኖሳይድ ዘይፈራሕና፣ ጋዕ ገልጠም ኢትዮጵያ ብምሉኣ፣ ኤርትራ ብምሉኣ፣ ዓለም ብምሉኣ መጺሓና ዘይፈራሕናያ ንዝተወሰነ ሰባት ሕጂ ክንፈርሕ ኣይንኽእልን ኣብ ትግራይ። ክነኽብሮም ንኽእል ከም ወለድና ከም መራሕትና ኣኽቢርናዮም ነኽብሮም እውን ኣለና ሕጂ እውን ከምዚ ጋጊነ ይቕጽልን ከምዚ ከኣ ስለ ዘይቕጽል ተሎ ኢልካ ሕጂ ኣብታ ዘላ ህሉው ኩነታት ተሎ ኢልና መፍትሒ ኣምጺኦም ነታ መፍትሒ እውን ርግጸኛ ምዃና ኣረጋጊጽና ክንስማዕማዕ ንኽእል ኢና እንተዘይኮይኑ ግን ብሕሉፍ ታሪኽ ኣይንምራሕን ብሕሉፍ ታሪኽ ከምዚ ገርዮ እንዳበልና ንፅበዮ መንገዲ የለን ኣብዚ ጉዳይ እዚ ውድብ ህወሓት ተለይሉ ሕዩን ደጊመ ክዛረብ ጸኒሑ ናብ ዘይኮነ ሽግር ከይኣቱ ሕዩን ተሎ ኢሉ መንግስትነቱ ኣዊጁ ኣብዛ እስካብ ጥቅምቲ ዒስራ ኢለ ዘለኹ ኣነ ካብዚኣ ወጻእ ተኾይና ሰራዊት ብኸመይ ከም ዝመርሖ ንሕና ንፈልጥ ሽዑ ድሕሪኡ ክንዘራረበሉ ንኽእል ክንዘራረበሉ ኢና ኣብዚ ሕይ ሰዓት እከለ ሰራይ እከለ ወሰደ እዚ ይጽንሓልና ኣብዚ ሕይ ሰዓት ህዝቢ ትግራይ ህፃናት ትግራይ ብስእ ክብልዑ መራሕትና ድማ ሱፍ እናተኸደኑ ኣዲስ ኣበባ እናተመላለሱ ፀገም ናይ ህዝብና ፅቡቕ ኣላ እንዳበሉ ፀገም ናይ ህዝብና ምስ ፀላእትና ኮይኖም ክስሕቑና ይውዕሉ ኣለዉ መራሕትና እዚ ጉዳይ እዚ ክልተ ግዜ ከይትዛረቡ ክልተ ግዜ ከይትዋረዱ ናይ መጨረሻ መጠንቀቕያ እስካብ ጥቅምቲ ዒስራ እዚኣ ተዘይጌርኩማ እታ ዝብላ ዘለኹ ተግባራዊ ትኸውን ሰራዊት ትግራይ ድማ በቲ ውሕልል ዘረብኡ በቲ ውሕልል መንገዱ ኩሉ መሊሶ ኣሎ ፀላትና ብኣና ከይሽወዱ ብኣና ሰላም ሰልፊ ወፂዕኩም ከሽወር ኢሎሞም እዮም ትክክል እዩ ኣብ ትግራይ ትማሊ ተዛሪበ እየ ኣብ ትግራይ ጀነራል ምግበይ በሎ ጀነራላትና መራሕትና ኩሎም ኣስፋልቲ ደቂሶም ተዝሓድሩ ብወገን ትግራይ ዝኾነ ዓይነት መጥቃዕቲ ክፈፅመሎም ዝኽእል ኣካል የለን ክከላኸለሎም መስዋዕቲ ክኸፍለሎም ከክንዶም ኣነ ክስዋእ እንተዘይኮይኑ በዚ ጉዳይ እዚ ዝሕመ ትግራዋይ የለን። በዚ ጉዳይ እዚ ዝሕመ ሰራዊት የለን። ጉዳይ ግን ስለ ህዝቡ ኣንፀርፂርዎ ተጠያቂ መን እዩ ዝብል ጥያቄ ተለይለ መልስዋ ኣለበለዛ ግን ኣነ ከምዚ ነይረ ጀነራል ነይረ ናይ ውጭ መኻር ነይረ ከምዚ ገይረ ነይረ በረኻ ወፂ ነይረ ግዛዕ ነይረ እዚ ፈፂሙ ኣይሰርሕን ኣይሰርሕን ኣይሰርሕን ዝተቃለስናሉ ቃልሲ ዝተሰዋእናሉ መስዋእቲ ዝቆሰልናሉ ዝተሰንከልናሉ ትርጉም ከሎ ኣሎ ኣብ ትርጉም እዚ ክንኣቱ ሓንቲ ዕድል ኣለኩም እዛ ዕድል እዚኣ ተጠቐሙላ እዚኣ ንግዚያዊ መራርሓና ንሕወሓት እያ ንጀነራል ጭምር እያ ጀነራላት ሰራዊትኩም ኣበይ ከም ዘሎ እንታይ ከም ዘሎ እንታይ ከይ ዘድልዮ ንምንታይ ከ እስካ ሕጂ በረኻት እኒኤ ቀልጢፍካ ውሳኔ ወሲንካ ተለልካ ውሳኔ ከፍልጥ እንተዘይኮይኑውን ኣነ ወሲነ እቲ ውሳኔ ተግባራ ዝገበሮ ህወሓትና ግዜያዊ መንግስቲ ኢልካ የሕሊፍካ ሃብ ኣለበለዛ ግን ተጃሚልካ ዝበሃል ነገር የለን ኣብ ተጃሚልካ ድማ ተጃሚልኩም ኩልኹም ዋጋን ክትረኽቦም ትኽእሉ ምንም ጥርጥር የብሉን ካብዚ ብምቕፃል ተቃወምቲ ውድባት ተቃወምቲ ውድባት ብገንዘብ ተገዚእኹም ህዝቢ ትግራይ ንምሻጥ ህዝቢ ትግራይ ሸናሽንኩም ንምሻጥ ገሌኹም ኢህባ ንምንታይ ተውዓል ትብሉ ገሌኹም ኢዱ ንምንታይ ተውዓል እንዳበልኩም ብናይ ፀላእትና ገንዘብ ህዝቢ ትግራይ ከተጥፍዎ ኣይከኣልን ስልጣን ንምርካብ ንመንግስቲ የእሚንካ ንህዝቢ የእሚንካ ን- ምስ ህዝቢ ተነሓኒሕኻ ንህዝቢ በቂ ዝኾነ ማስረጂ በቂ ዝኾነ ምእመን ሂብካ ህዝቢ ትግራይ እዩ ስልጣን ዝበካ ስልጣን ዝበካ ተኮይኑ ተዋራ ተማጒትካ ሰሪሕኻ ደኺምካ ንህዝቢ ብቑዕ እዩ ከብል ዝኽእል ስራሕ ሰሪሕኻ ህዝቢ ትግራይ ኣብቲ ምርጫ ሰዓት ንመን ከም ዝመርፅ ወይ ድማ ተሸኒፍካ ትምረፅ ተመሪፅካ ብካርዲ ስልጣን ትሕዝ እንተዘይኮይኑ ግን ብጎኒ እከለ ይውረድ ኣነ ከዚብ እየ ፍፅም ኣይኸውንን ኣብዙይ ከይትታለሉ ዘይኮነ ዘይኮነ ሕልሚ ኣይትሕለሙ ካብ ሕልመኹም ውረዱ እዚ ሕልሚ እዚ ፍፅም ክሳኻዕ ኣይኸእልን እንተኾነ ከምታ ናይ ክልተ ሽሕ ዓሰርተ ሰለስተን ኢድ ብኢድ ተተሓሒዝና ጉዳይና ንፍፅም ህዝብና ነድሕን ላዕላውነትና ነኸብር ህዝብና ካብ ለመና ነድሕኖ ህዝብና ካብ ሕማም ነድሕኖ መሬትና ነምልስ ምስ ሃገራት ተወዳደርቲ ንኸውን ኣለበለዛ ጊን ኣብዚ ሕጂ ሰዓት ትገብርዎ ዘለኹም ውድባት ተቓወምቲ ምስ ጸላእትና እንዳ እንዳሓሽከርኩም ምስ ጸላእትና ኮይንኩም ናይ ጸላእትና ገንዘብ እንዳተቐበልኩም ህዝብኹም ክተጥፍኡ ትኸድዎ ዘለኹም መንገዲ ትኽክል ስለ ዘይኮነ ባዕልኹም ባዕልኹም ንባዕልኹም ተማኺርኩም ናብ ልብኹም ተመለሱ እንተ ዘይኮይኑ ግን ንዝመጽእ ሽግር ኣብ ዝባንኩም ንዝወርድ ዝኾነ ይኹን ስጉምቲ ባዕላትኩም ሓላፍነት ትወስድሉ ካብ ሕጂ ንዕገሰኩምን ካብ ሕጂ ንዕገሰኩምን ንማንም ባለስልጣን ሕወሓት ኮነ ጀነራላት ዝኾነ ንዝኾነ ነገር ናይ ምፅራፍ ኮነ ናይ ምንሻው መብት የብልኩምን ካብ ሕጂ ኢድኩም ኣኩም ኢልኩም ኣኪብኩም ብዛዕባ ትግራይ ክንመርሕ ኢና ዝብል ኣጀንዳ ቀሪፅኩም ከድኩም ንህዝብኩም የእሚንኩም ንህዝብኩም በቂ ዝኾነ ምእምን ዝኾነ ሓሳብ ኣቕሪብኩም ምስ ሕወሓት ተወዳዲርኩም ተሸኒፍኩም ስልጣን ህዝቢ ይበኩም ስልጣን ናይ ህዝቢ እዩ ናይ ግለሰባት ኣይኮነን ናይ እምባገነን ቦታ ኣይኮነን ነዚ ነገር ናይ ክፍፀም ናይ መሳፍንቲ ንከይፍፀም ከምዚ ዓይነት ናይ ግለሰባት ስልጣን ከይነግስ ብኹሉ መስዋእቲ ተኸፊሉ ካብዚ ብደሓር ካሊእ ዘረባ ይውስኸላኒ ካብዚኣ እንየ ኢድኩም ሰሓቡ ብምቕፃል ኣብ ናይ ኤርትራ ዘሎ ጉዳይ ምስ ናይ ኤርትራ ተለይልኩም መፍትሒ ገይርኩም ልዝቢ ዝኾነ ዘረባ ህዝቢ ዝሰምዖ ኩሉ ዓለም ዝሰምዖ ዘረባ ገይርካ ሰላም ኣውሪድካ ሰላም ክልቲኡ ህዝቢ ነቲ ዝመፅእ ዘሎ ሓደጋ ናይ ምጥፋእ ክከላኸል ምግባር እዩ እዚ ዓቕሚ ዘይብካ ተተዋሂንካ እውን ዓቕሚ የብለኝ ኢልካ ንዓቕሚ ዘለዎም ሰባት የሕሊፍካ ሃብ ኣልበለዛ ግን እዚ ግበር ዘሎ መንገዲ ብምሉ ካብ ሕጂ ጀሚሩ ኩሉ ጠጠው ይበል ጠጠው ይበል ዘይኮነ ስራሕ ዝስራሕ ኣካል ወይን ወይን ኢድካ ሰሓብ ወይን ካብ ትግራይ ጥፋእ እዚኣ ክብል የቐኒየለይ